ሰላም ሰላም ክቡራት ኤርትራውያን ኣሕዋተይን ኣሓተይን ከመይ ውዒልኩም ከመይ ኣምሲኹም ገለኹም ከዓ ከመይ ሓዲርኩም ኣብ መላእ ዓለም ትርከቡ ከምዚ ትርእይዎ ዘለኹም ሎም መዓልቲ ዕረፍቲ ስለ ዝኾንኩ ቀዳመ ሰንበት ስለ ዝኾነ ናይ ነዊሕ ግዕዞ ክኸይድ ወሲነ ማለት እዩ ሕጂ ኣብ ደገ ብጣዕሚ ጥዑም እዩ ዘሎ ሕጂ እዚ ትርእይዎ ዘለኹም ከባቢ ቴንክ ዩ ብዙሕ ሰብ በዚ ይሓልፍ ኣሎ ገሊኦም ቨሪ ፍሬንድሊ እዮም ሰላም ምብልኻ ከምዚ ክትገብር ከለኻ ገሊኦም ናይ ማይንድ ኦን ቢዝነስ ዊች ኣይ ኦልዌይስ ዱ ዳት ቱ ሕጂ እዚ እትሪእዎ ዘለኹም ማይ ሌክ ዩ ገሊኦም ብናእሽቱ ጃላቡ እንጆ ይገብርዎ ገሊኦም ከዓ ብእግሮም ከምዚ ናተይ ይኸልዎ ማለት እዩ እዚ ሕጂ ስፍሓቱ ካብ ናይ ሓፂር ጉዕዞ ናይ ኣርባዕተ ማይል ኣሎ እቲ ነዊሕ ጉዕዞ ከዓ ክሳብ ሸሞንተ ሸሞንተ ማይል ይኸሎ ማለት እዩ ናብ ኪሎ ሜትር እንድሕር ገምጢልኩሞ ፕሮባብሊ ኢትስ ሎንገር ናት ኣይ ካኖት ድራር ኦን ማይ ሄድ ግን ከምዚ ትሪእዎ ዘለኹም ብጣዕሚ ፅቡቅ እዩ ዘሎ ስለዚ ክኸይድ እየ ክኮልል እንድሕር ኣብ መንጎ ባትሪ ወይ ከዓ ሜሞሪ ወዲኤ ከዓኒ ኣብ ፍርቂ ክቆርፅ እየ ማለት እዩ ዝኾነ ከምዚ ትሪእዎ ዘለኹም ብጣዕሚ ፅቡቅ እዩ ዘለዎ ኣየር ምሳኹም እንዳዕለልኩ ክኸይዴ እዚ ከዓ ንዓኻትኩም መተባብዒ ኢለ ዝገብሮ ዘለኹ እዩ ማለት እዩ ኣዝዩ ደስ ድብለካ ንፋስ ኣሎ እጅ ግዜ ክትረኽቡ ከለኹም ተሳብ ዕረፍትኹም እንተስ ድሕሪ ስራሕ እንተስ ቅድሚ ስራሕ ምስ መሓዘትኩም ዲኹም ምስ ደቅኹም ምስ ስድራኹም ወይ እውን ንበይንኹም ሕጂ ኣነ በይነይ ዝኸደሉ ይበዝሕ ካብ ምስ መሓዙት ወይ ምስ ስድራ ማለት እዩ ምክንያቱ ኩሉ ሰብ ነናቱ ስኬጅዋል ስለ ዘለዎ ስኬጅዋልና ነንበይኑ ገሊኦም ኣነ ዕረፍቲ ክኸውን ከሎ ክሰርሓ ኣነ ክሰርሕ ከለኹ የዕርፋ ከምኡ እውን ነናትና ውልቃዊ ሂወት ስለ ዘለና ኣብቲ ንኩላህና ዝጠመና ግዜ ግን ንራኸብ ብሓንሳብ እንዳዕለልና ንጓዓዝ ሓንሳብ ሓንሳብ እውን ምሳሕና ወይ ከምዚ ጣዕሞት ሒዝና መፂና ኮፍ ኢልና ንዕልል ንስሕቕ ንፃወት ምስ ንፈትወን መሓዙተይ ማለት እዩ ኣሕዋተይ ሕጂ ንስኻትኩም ከዓ ከምኡ ግበሩ ንበይንኹም እንተኾይኑ ፅቡቕ ምስ በይንኹም ምስ ነብስኹም እንዳዕለልኩም ነብስኹም ትሓትዋ ሕቶ ኣሎ ንነብስኹም ተማኽርዋ ነገር ኣሎ ነብስኻ ትሓተሉ ዋላ ዓው ኢልኩም እንተተዛሪብኩም ንበይንኹም ዋላ ሓንቲ ሕማቅ ነገር ኣይኮነን ምክንያቱ ብዝያዳ ንኸተስተንፍሱ እውን ይሕግዘኩም ማለት እዩ ስለዚ ኩሉ ሰብ እንታይ ቋንቋ እያ ትዛረብ ዘላ እዮም ዝብሉ ዘለዉ ባዳይ ኣይ ካን ኬር ለስ ብደስ ዝበለን ቋንቋ ክዛረብ እዩ ማለት እዩ ብቋንቋይ ብእንግሊሽ ክብሎ ካልእ ግዜ ደስ ብለኒ ምክንያቱ ንኩሉ ሰብ ምእንቲ ክበፅሖ ማለት እዩ ግን ብዝያዳ ከዓኒ ብናተይ ቋንቋ ክዛረብ ዝደረኸኒ ኣብ ናህና ህዝቢ ኣብ ኣብ ዓድና ቀደም ዘውትር ዘይነበሩ ሕማማት ሕጂ ይመፁና እናተጋነኑ ይኸዱ ስለ ዘለዉ ብፍላይ ከዓኒ ኣዝዩ የሰክፈካ ኣብ ንኣሽቱ ስለ ዝመጽእ ሕማማትሲ ኣብ ንኣሽቱ ስለ ዝመጽእ ዘሎ ማለት እዩ ሕጂ ቀደም መብዛሕትኡ ግዜ ዋላ ዓበይቲ ከማን ኣብ ዘርከብ ኩሎም ኣነ ኣብ ዓባየይ ኣብ ሓጎይ ርእሰይ ከይበሉ ክሳብ ሰማንያታት ቴስዓታት ዕድሚኦም ዋላ ገሊኦም ልዕሊ ሚእቲ ዝነበሩ ነይሮም ሓንቲ መዓልቲ ርእስና ኢሎም ኣይፈልጡን እዮም ኒሕና ግን ኣብ ናህና ወለዶ ሳልሳይ ራብዓይ ወለዶ ዝኸድና ኣለና ኣንጊህና ገና ሽዓ ንኣሽቱ ከለና ብዛዕባ ሕማም ርእሰይ እግረይ ሕቆይ ክንብል ንጅምር ዝተፈላለዩ ሕማማት እውን ኣለዉ ድማ ኣንጊሆም ቀልጢፎም ዝመፁና ማለት እዩ እጅዚ ክትሓትት ትግደድ ንነብስኻ ትሓት ኣነ ከም ኣነ ማለት እዩ ይሓት ስለምንታይ ኢለስ ይሓትት እየ ማለት እዩ ሰምታይ ከምዚ በዓል ኣባይ ብሓጎይ ዝኩሉ ሃላኺ ስራሕ እንዳሰርሑ እንከለዉ ሓሚሞም ኣይፈልጡ ኮምፕሌን ገይሮም ኣይፈልጡን እዮም ሳዕ ዝኣሪጎም ብዕድመ ፀጋ ገሊኦም ከዓ ሓደጋ ኣኺዶም ማለት እዩ ምስቲ ፈልጦ ውግእን ገለን ዝነበረ ኣብ ዓድና ገሊኡ ብሃንደበት ዝሞተ ኣሎ ገሊኡ ከዓኒ ብሕማም ዝሞተ ዋላ ዝተፈላለየ ምክንያት ሲ ነበርቲ ኣይኮናን ኣብዚ ዓለም ማለት እዩ እሱ ገዲፍካ ግን እቲ ኣነ ክዛረበሉ ደልየ ደለኹ ሕጂ ኣይ ክዛረበሉ ደልየ ደለኹ ግን እቲ ከምቲ ኩላህና ንፈልጦ ኣብ ዓድና ብሰብ ብብዙሕ ግዜ ብእግሩ እዩ ዝንቀሳቐስ ብእግሩ ስለ ዝንቀሳቐስ ኣዝዩ ጥዑይ ኣካላት ኣለዎ ማለት እዩ ብመጠኑ እቲ ከም ድሌቱ ምግቢ መብዛሕትኡ ሰብ ኣይረክብን እዩ መኣዛ ደለዎ ምግቢ ማለት እዩ ኒትሪሽን ኣይረክብን እዩ መብዛሕትኡ ሰብ ግን እቲ ዝበልዖ ምግቢ ግን ፅፉፍ እዩ ዝጎዳኢስ ኣይኮነን ማለት እየ ኣብ ደገ ንነብር ዘለና ግን እቲ ኣባላልዓና ኣዝዩ ዝተቐየረ ኣዝዩ ፍሉይ ንጥዕናና ኣብ ሓደጋ ዘውድቕ ስለ ዝኾነ ብኡ ብዛዕባኡ ክንዛረብ ኣድላይ ኮይኑ ይስማዓኒ ኣይ ንዛረበሉን ኣለና ማለት ኣይኮነን ኣምሹር ብዙሓት ኣለዉ ናይ ክኢላታት ናይ ናይ ሕክምና ብዛዕባ እዚ ዝዛረቡ ህልው ኾኑ የለውን ኣይብልን እየ ግን ከምቲ ዝድለ ኣይረኣኹን ኣለኹ ኣነ እቲ ኣተኩሮ ኩሉ ግዜ ዋላ እንተ ደኣ ሃልዩስ ከምዚ ቅድሚ 30 40 ዓመት ወይ 20 ዓመት ዝገበረ ሪሰርች ብዛዕባ እዮም ዝዛረቡ ደለዉ ዋላቶም ዝዛረቡ ደለዉ ማለት ሕጂ ኣዚና ድሒርና ኣለና ካብ ድሕሪኡ ዝማዕበለ ኣብ ዝሓለፈ ዕስራ ሰላሳ ግዜ ሰላሳ ዓመታት ዝማዕበሉ ከ ብድሕሪኡ ዝመፁ ምስኦም ከዓ ክንከይድ ኣለና ምክንያቱ እቲ ናይ ዳይትሪ ሪስትሪክሽንስ ዝበሃል ናይ ኣመጋግባ ስርዓት ኣብ ሓሙሽተ ዓመት እንዳተቀየ ሓዱሽ ሪሰርች እንዳመፀ ይኸይድ እዩ ማለት እዩ ስለዚ ኣብደይ ትገብርዎ ንሕና ከዓ ምስኡ ክንከይድ ንክእል ኣለና ሓደ ንሱ ካልኣይ ከዓ ምስቲ ሕብረተሰብና ዝኸይ ይኸይድ ድዩ ወይ ይውክል ድዩ እቲ ሓፈሻዊ ናይ ጥዕና ዘረባ ዝዝረብ ዘሎ ንዓና ገለ ካብኡ ይፀልወና ገሊኡ ከዓ ኣይፀልወናን ወይ ኣይምልከተናን እዩ ክንብል ንኽእል ኢና ብኸመይ ምክንያቱ ፍሉይ ባህልን ፍሉይ ኣካይዳን ፍሉይ ኣባላልዓን ስለ ዘለና ስለዚ ካብቲ ካብኡ ነቲ ንዓና ዝውክለናን ነቲ ንዓና ዘድልየናን ክንወስድ ንኽእል ኢና። ከይረኣናዮ ከይመርመርናዮ ግን ይጠቕመናዮ ወይ ኣይጠቕመናን ኢልና ክንዛረብ ኣይንኽእልን ኢና ማለት እየ። ስለዚ እዚ ክብል እንከለኹ ንኹሉ ሪሰርች ኣንቢበ ወዲኤ ተመራሚሩ ኣሎ ማለት ኣይኮንኩን ኣነ ውን ሪሰርቸር ኣይኮንኩን ግን ብቐረባ ምስ ናይ ጥዕና ክኢላታት ብዛዕባ እዚ ዝመፅእ ዘሎ ሕማማት ዝመራመሩን ፍታሕ ዝደልዩ ዘለውን ናይ ቀረባ መሓዙተይ ኣለዉ ምስኣቶም ብቐፃሊ የዕልል ዝተፈላለዩ ናይ ንዕኡ ዝምልከት ማተርያል ጽሑፋት ይኹን ክሊፓት ይሰዱለይ ሕጂ ርኢና እንታይ ይመስለካ እንታይ ይመስለኪ ኢልና ንዘራረብ ኢና ሕጂ ዋላ ንሳቶም ኣነ ናይ ሕክምና ዓቕሚ ከምዘይ ፍልጠት ከምዘይብለይ እንዳፈለጡ ግን ኣባይ ዝርእይዎ ሓደ ነገር ኣሎ ኩሉ ግዜ ግን የእቱ ኣብቲ ናቶም ዲስካሽን ሲ ይዕድሙን እዮም እቲ ዋላ ሓደ ሓደ ግዜ ኣነ ባዕለይ ኣነ ደኣ ሞንታይ የፍልጦ ኣለኒ ብዚ ክዛረብ እንድሕር ኢለዮም እታ ኮይነ ዘይህልወኪ ይብሉኒ ኣለክን ፈረቓን ከተበርክትዮ ትኽእልስ ኣሉ ምክንያቱ ኣብቲ ኣብ ብተመክሮኻ ክትዛረብ ትኽእሊ ብባህላዊ ኣባላልዓ ክትዛረቢ ትኽእሊ ኢኺ እንዳበሉ የታባብዑኒ ኣነ ከዓ ሕራይ ኢለ ይቕበሎም ማለት እዩ ነቲ ነቲ ዕድመ ናቶም ካብኡ ካብኦም ከዓ ብዙሕ ይምሃር ምስቲ ናተይ ተመክሮ ምስ ባህላዊ ኣተሓሒዛ ከዓኒ ድመስለኒ ርኢቶ ይህብ ወይ ከዓ ከምቲ ተተገበረ ከም ምናልባት እዚ እውን ፍታሕ ይኸውን እዩ ኣለዉ ዝብል ናተይ ርእይቶ የቕርብ ማለት እዩ ሕጂ ኒሕና እንታይ ክብልሊ ብዙሕ እዩ እቲ ሪሰርች ኣዝዩ ሰፊሕ እዩ ንኩሉ መሉ ዓለም ዝምልከት እዩ ማለት እዩ ሕጂ ንሕና ሃብቲ ዓለም ስለ ዘለና እቲ ገሊኡ ይምልከተና እዩ እቲ ንዓና ዝምልከተና ከኣ ሕጂ ሰፊሕ ስለ ዝኾነ ሰፊሕ ኣፍልጦ ስለ ዘይብለይ ኣነ ኣበየ ከተኩር ድደሊ ኣብቲ ኣነ ዝፈልጦ ብቐረባ ምስቲ ባህለይን ምስቲ ሕብረተሰበይን ዝጸሉን እዚ ማለት ናይቲ ካልእ ሕብረተሰብ ኣይግድሰንን እዩ ማለት ኣይኮነን ግድሰንን ፈርቓን ምክንያቱ ኣካል ሕብረተሰብ ስለ ዝኾንኩ ኣነ ግን ብቀረባ ከኣ ብ ኣትሊስት ኣነ በቲ ኣነ ብቀረባ ዝፈልጦ ክጅምር ደልየ ኮላይ ንዕኡ እንተዘይ ኮይኑ ንኩሉ ሰብ ብማዕረ እየ ዝሪኦ ኣነ ኣብ ናይ ምሉእ ሕብረተሰብ ዘሎ እንድሕር ኣለኒ ኮይነ ዓቅሚ ንኩሉ ሰብ ክልግሰሉ ይደሊ ግን ጌና ኣብኡ የለኹን ማለት እዩ ሕጂ እንታይ እየ ክብል ደልየ ኣብ ናህና ኣባላልዓና ቀደም እንታይ ኔሩ ሕጂ ኣበይ ኣሎ ሕጂ ምስ እቲ ኣባላልዓናን ጥዕናናን ኣማዛዚንካ ኣባላልዓ ናይቶም ናይ ቀደም ዝነበሩ ደጋጊሜ ዓባየ ኣባሓጎይ ዝብል ምክንያቱ ንዕኦም የርኪበሎም ቅድሚኦም ዝነበሩ ወለዶ ብዙሕ ኣይዝክሮምን እየ ዋላ እንተነበሩ ብዙሕ ኣፍልጦ የብለይ ብቐረባ ዓባየን ኣቦሓጎይ ካብ ክልቲኡ ሳይድ ናይ ኣቦይን ናይ ኣደይን ግን ሓረስቶት እዮም ነይሮም። ኩሉ ዝገብርዎ ዋላ ኣብቲ ግዜ እቲ ኣይረዳእኒ እምበረ እቲ ፕሮሰስ እቲ እንታይ ይድበሃል ኣለ እቲ ስቴፕስ ኩሉ ይዝክሮ እየ ማለት እዩ። ናይ ንሽኻ የርስዓካኒ እጂ ኣብ ባላልዓ ብፍላይ ብፍላይ በዓል ኣቦሓጎይ ኣንጊሆም ወፊሮም ሓሪሶም ኣብ ሕርሻኦም ባዕሎም መልሚሎም ዘዕበይዎ እኽሊ ሓሪሶም ሓፊሶም ናብ ገዛ የእትውዎ በዓል ኣደይ በዓል ኣባየ ከዓ ነቲ እኽሊ ባዕላተን ኣርየን ፀፅየን ኩሉ ኣፃርየን ከዓኒ ኣጥሒነን ንስድረአን ምግባ ነይረን ማለት እዩ ንዓና ንቆልዑን ንዓበይቲ ሕጂ ንሕና ኣብቲ እዋን እቲ ዋላ ኣዕባየ ንባዕላ ዋላ ደኣ እዚ ፋት እዚ ፕሮቲን እዚ ካርቦሃይድሬት እዚ ቫይታሚን ኤ እዚ ቫይታሚን ቢ እንዳበለት ኣይትግለፀልና እምበር ኣየናይ ምግቢ ንዓና ፅቡቅ ከም ዝኾነ ኣየናይ ምግቢ ንዓና ሕማቅ ከም ዝኾነ ፅቡቅ ገይራ ትፈልጥን ከይትበልዕዎ ነዚ ትብለና ነይራ ማለት እዩ ኣወል ኣደይ ከማን ብመጠኑ ትኽልክለና ነይራ ብፍላይ ብፍላይ ሽኮራዊ ነገር ክንበልዕ ኣዚኣ ትከታተል ከይንበልዕ ኣዚያ ትከታተለና ነይራ ማለት እዩ ሽኮር ካብ ኣብ ሻሂ ወይ ኣብ ፀባ ወይ እንጣጢዕተን ኣነ ዝፈልጠን ሰትየን ዝነበርና ኣብኡ ቁሩብ ትገብረሉ እምበር ብብዝሒ ክንሰቲ ኣይትገድፈናን እያ ነይራ እቲ ካልእ ሽኮራዊ ዋላ እውን ዓቕሚ ይነበረን ኣይንረኽቦን ኢና ነርና ማለት እዩ ግን ንሕና ከም ቆልዑ መጠን ቆልዓ ከዓ ኩሉ ግዜ ሽኮር እዩ ዝፈቱ ሽኮራዊ ነገር እዩ ዝደሊ እዚ ከዓ ዩኒቨርሳል እዩ ምክንያቱ ካብ ክንውለድ ከለና ኣትሒዝና እቲ ፀባ ካብ ናይ ኣዴና ጡብ ንረኽቦ ላክቶስ ዝበሃል ሽኮር ኣለዎ እቲ ፀባ በዓሉ ማለት እዩ ሕጂ ካብኡ ኢና ወሪስናዮ ምሳና ዝተወልደ እዩ ዳትስ ዋይ ሕጂ ንቆልዓ ኣብቲ ዕድመ ክበልዓሉ ዝጅምር ክጅምር እንከሎ ከባቢ ሽዱሽተ ወርሒ ምስ ገበረ ምስ ገበረ እቲ ቆልዓ ከተብልዖ ትፍትኑ እሞኒ ብዙሕ ግዜ እንድሕር ኣስተውዒልኩም ኮይንኩም እቲኦም ቆልዑት ገጽ እዚ ነቲ ምግቢ በቃ ገጾም ከም ስርዓት እዮም ነዚ ክሳይ ድገብርዎ ዓይኖም ኣፎም ይጸልእዎ ነቲ ምግቢ ዋላ ሓደ ሓደ ግዜ ቡጭ ይብልዎ ዋላ ኣብ ገጽካ ቡጭ ይብሉልካ ማለት እዩ እቶም ቆልዑት እዞም እንታይ እንድሕር ኢልኩም ዘይፈልጥዎ መቐረት ስለ ዝኾነ እታ ዝፈልጥዋ ንሳ ስዊት እዩ ስዊት ተሂብካዮም ሽኮራዊ ነገር ተሂብካዮም ግን ይሳራሰሩ ይሕጎሱ ናይ ብሓቂ ፈትዎ ምክንያቱ ንሳ ጥራሕ እዮም ዝፈልጡ ማለት እዩ ካልእ ፍሌቨር ግን ክለምድዎ ኣለዎም ከይፈተው ክተልምዶም ኣለካ እዚ ከዓ ግደ ናይታ ኣደ ናይ ወለዲ ግደ እዩ ማለት እዩ ወይ ኣይፈትዎን እዮም ኢልካ ጥራሕ ዝፈትዎ እንድሕር ሂብካዮም ደኒገር ፕሮብለም ፀገም ይመፅእ ማለት እዩ ካልእ ኣዳብት ይገብርዎን እዮም ወይ ዓብዩ ካልእ ነገር ክበልዑ ከኣ ኣይደልዩን እዮም ማለት እዩ። ሕጂ እሱ ሓደ ኣሎ ካልእ ግን ምስ ዓበኻ ናይ ምናልባት ናይ በዓል ዓባይና ኣባሓጎና ንሳቶም ከደኣ ጸባ ናይ ናይ ኣዲኦም ሰትዮም እንድዮም ንምንታይ ንምንታይ ከምኡ ኣዳብት ዘይገበሩ እንድሕሪ ኢልና ብ I don't know ኣቲ ባላ ላዓ ፍሉይ እዩ ነይሩ ዋላ ሽኮር ብሽኮር ካዓ ናቹራል ሽኮር እዮም ዝበልዑ ነይሮም ከም ባዓል ማዓር ካብ ፍሩታ ዝመፀ ተዘይ ኮይኑ እዚ ሽኮር ብ ናይ ዘበናዊ ሽኮር ብኬሚካላት ዝተሰርሐ ከምኡ ብዙሕ ኣይነበረን ኣይለመድዎን ነይሮም ማለት እዩ። እሱ ኣይ ቲንክ እንተዘይ ተጋግየ ኣብ ናይ ወለድና ምስ መግዛእታዊ ምስ መግዛእቲ ዝመፀ ልምዲ እዩ መስለኒ እቲ ኣባላልዓ ሽዑ እናተቐየረ ከይዱ ከምቲ ኩላህና ንፈልጦ ከዓ ዝኾነ ኣፍሪቃዊ ብደገ ዝመፀ ተኮይኑ ኩሉ ፅቡቅ እዩ ዝመስሎ ናይ ፃዕዳ ባህሊ ናይ ፃዕዳ ቋንቋ ናይ ፃዕዳ ኣካዳድና ኣይ ሄት ቱ ሰይ ኢት እምበረ ግን እቲ ሓቂ ምስቲ እዩ ብደገ ዝመፀ ናህና ገዲፍና ናይ ደገ ደስ ይብለና እዩ ማለት እዩ ኣይንምርምሮ ኣይንሓስበሉ ግን ፃዕዳ ኣምፅዎ ፅቡቅ ክኸውን ኣለዎ ኢና ንብል ዋላ ሕጂ ሕጂ ዘሎ ወለዶ እ፣ ብሰፊሑ ኣከዳድናና ኣበላልዓና ኣዘራርባና ኩሉ እንዳተቐየረ ይኸይድ ኣሎ። እሱ ከዓ ቁሩብ ስክፍታ ይፈጥረልካ እዩ። ግን ንኹሉ ክትንክፎ ስለ ዘይክእል ኣነ ኣብታ ናይ ምግቢ ከተኮር ደልየ ኣለኹ። ስለዚ ኣብ ናይ ዓባየይ ተመሊሰ ብቐረባ ምሳና ዝነበረት ኣባላልዓ ናታ ፍሉጣት እየን እተን ንሳ ትበልዐን ዝነበረት ሓምሊ ተዘውትር ነይራ ሓምሊ ከማን ባዕላ ኣብ ካንሸሎ ድዩ ኣብ ግራ ድዩ ዝዘራእቶ ወይ እውን ኣብ ግዜ ክረምቲ ዋይልድ ባዕሉ ዝበቁል ኣሕምልቲ ካብ ብፍላይ ካኒ ንሳ እያ ትፈልጦ ኣነ እኳ ዝን ዝን ክብሎ ኣይክእልን እየ ሕጂ ሒዛ ትመፅእ ነይራ ሓምሊ ክትወፍር ኣብ ከምዚ ቦታ ዝበቐለ ሓምሊ እዩ ምቁር ወይ ከምዚ እዩ ፅቡቕ እንዳበለት ዝተፈላለዩ ሓምልታት ኣምፅያ ትምገብ ነይራ ማለት እዩ ምስኡ ቅጫ ስገም ናይ መሸላ እንጀራ ጣፍ ወይ መሸላ ከዓ እንጀራ ካልእ እንጣጢዕ እዚኤን ብቀጻሊ ትምገበን ዝነበረት ምግቢ እንጣጢዕን ሓምልን ስገም ቅጫ ስገም መሸላ ከምኡ ኸኣ እዚ ጥረምረ ከም በዓል ብርስን ባልዶንጓ ኣዳጉራ ኣዳጉራ ብዙሕ ክስታይ ዝሓቆፈ ማለት እዩ ንብዙሕ ዝተፈላለዩ ቢንስ ወይ ለጉም ይበሃሉ ብእንግሊሽ ንዓኣቶም ዝሓቑፉ ማለት እዩ ሕጂ እዚኦም እቲ ትሕዝቶ ናቶም ኣዝዩ ብሉፅ እዩ እቶም ጥረምረ ብፍላይ ንሕና ኣተኩሮና ከዓ ሕጂ ቀደም ምናልባት እቶም ሃፍታማት ኢና ኢሎም ዝጀሃሩ ኣለዉ ዋላ ዝፈልጦም ንሕና ስጋ ብስጋን ጠስምን ኢና ዓቢና፣ ሓምሊ ንበልዕን ኢና ኔርና፣ ሽሮ ኣይበላዕናን ወዘተ እንዳበሉ ድጀሃሩ ቁሩብ ኣብ ኣእምሮ ቁሩብ ብትዕቢት ደዓወሩ ክብሎም ትዕቢት ሓደ ሓደ ግዜ ንዓኻ ተመሊሱ ይጎድኣካ እዩ ከምኡ ዝብሉ ኢሎም ብጃብሩ ተዘይኮይኖም ዝበዝሕ ህዝቢ ስጋ ብዙሕ ኣይረክብ ኣይበልዕን እዩ ነይሩ ካልኣይ ኣብቲ ኣካይዳና እውን እቲ ሕብረተሰብ ንባዕሉ ኣብ ገሊኡ ሕብረተሰብ ናይ ኤርትራ ንኣብነት ስኪዝሚ እቲኦም ናይ ኦርቶዶክስ ኣመንቲ ብዙሕ ግዜ ጾም ኣሎ ጾም ስለ ዘሎ ሕጂ ካብቲ ምስጋር ዋላ ተረኸብዎ ካብኡ ይእለዩ እዮም ካብኡ ከለዩ ፍሪኮንትሊ ኣብ መንጎ ስለ ድፀሙ ከዓ እሱ እውን ይሕግዞም ማለት እዩ ስለዚ ዕድል ህቦም ነይሩ ብዙሕ ስጋ ኣይበሎን እዮም ስጋ ኣብ ዝበልዕሉ እዋን ከኣ ብዙሕ ኣይኮነን ንኣብነት ዝከረኒ ኣውድኣመት ክኸውን ከሎ በጊዕ ትሕረድ ወይ ጤል ወሬቨር ብዓቕሙ ሰብ ወይ ደርሆ ድዩ ወይ ጉዚ ብዕራይ ገዚኦም ይበልዑ ሕጂ ንዓነታ መዓልቲ እቲኣ ብዙሕ ስጋ ዘለዎ ምግቢ ትበልዕ ኢኻ ካብኡ ግን በብቕሩብ ንንእሽተይ እቲ ስጋ ትበልዖ ብዙሕ ኣይኮነን ማለት እዩ ካልኣይ ከኣኒ ብናይ እግሪ ብእግርኻ ኢኻ ትጓዓዝ ትምህርቲ ዝኸይድ ንስራሕ ዝኸይድ ናብ እንዳ ቤተሰብ ክበፅሕ ዝኸይድ ካብ ሓደ ዓዲ ናብ ሓደ ዓዲ ዝኸይድ ንኣብነት ቆልዑ ከለና ካብ ዓድና ናብ ናይ ኣደይ ዓዲ ኣብ እንዳ ቦይ ናብ ናይ ኣደይ ዓዲ ወይ ከምዚ ንግደት ወይ መርዓ ክህሉ ከሎ ክንከይድ ከለና ቆልዑ ከለና ዝከረኒ ብእግርና ኢና ንኸይድ ነርና ጎተት እንዳበልና ንገሌና የሐንግሩና እቶም ዕብይ ዝበሉ ገሌና ይሓዝላና ከምዚ ኣሕትነታትና ኣሞታትና ሰለይ እንዳበልና ብእግርና ኢና ንኸይድ ነርና ማለት እዩ ከምኡ ውን ዝከረኒ ምስ ዓባይ ርሕቕ ዝበለ ዓዲ ኣብ ናይ ዓባይ ዓዲ ዓዳ ብእግርና ምስ ኣኸይድካ ዝከረኒ ማለት እዩ ይሽተይ ነረ ግን እቲ ጉዕዞ ምስ ዓባየ ኩሉ ግዜ ስድራ ክትርኢ ንነዊሕ ተጓዒዛ ብእግራ እያ ትኸይድ ነራ ኣትሊስት ኣብዚ እዋን እዚ ብእግሩ ዝኸይድ ሰብ ኣይረኣኹን ኣነ ዋላ ካብ ኣስመራ ናብ ሓደ ጫፍ ናብ ሓደ ጫፍ ናብ ኣስመራ ዋላ እቶም መንእሰያት ሕጂ ብእግሮም ኣይከዱን እዮም ንሕና ግን ዋላ ክንለኣኽ ከለና ዝከረኒ ምስ ደቂ ሓወቦይ ገለ ሽዑ ተላኢኽና ንኸይድ እሞኒ እታ ናይ ኣውቶቡስና ክንሕሽሻ ምእንቲ ብእግርና ብእግርና ንኸይድ ነርና ካብ ሹቕ ውሽጢ ኣስመራ ኣብ ከባቢ ኣስመራ ዝቕመጥ ዘሎ ዓድታት ኣብቲ እዋን እቲ ግዜ ደርጊ እየ ዝዛረብ ዘለኹ ኣውቶቡስ ክሳብ ጎዳይፍ ገለ ጥራሕ ኢኻ ትኸይድ ማለት እዩ ካብኡ ብእግርኻ ትቐፅል ንሕና ግን ዋላ ካብ ውሽጢ ከተማ ናብቲ ዓዲ ንቕመጠሉ ከባቢ ብእግርና እንዳዕለልና ይዝከረና እንታይ ንገዝእ ፓስተ ፓስተ ንፈቱ ስለ ዝነበርና እታ ናይ ኣውቶቡስ ናይ ክልቴና ጌርና ፓስተ ገዚእና ፓስተና በሊዕና ብእግርና እንዳተዛረብና ንቕፅል ማለት እዩ ሕጂ ኣነ ናብ ስደት ኣምሪሐ እታ ጓል ሓወቦይ ምሳይ ትጓዓዝ ነበረት ከዓ ናብ ሜዳ ኼዳ ብዙሕ ታሪክ ሰሪሓ ኣትያ ክሳብ ሕጂ እውን ሃገር ተገልግላ ኣላ ማለት እዩ ስለዚ ንዕኡ ክትዝክሮ ከለኻን ኣብዚ እዋን እዚ ፍሕት ኣይንብልን ኢና ብእግርና ኣይንኸይድን ከም ልምዲ ድዩ ዋላ ደኺመ ቀልጢፍና ኢና ንደክም ግን ሕሰቦ ተጋደልቲ ንሰላሳ ዓመት ብእግሮም ጫማ ዘይብሎም እቲ ኮንጎ ሳእኒ ቀዳድ ኮንጎ ሳእኒ ብዙሕ ግዜ ዝተላዓቀበ ኣብ ለብለብ ዝብል ሃልሃልታ ሓዊ ሃሩር ኣብ ግዜ ቁሪ ኣሳሒታ በዚ ጥራሕ ከብዶም ነዚ ኩሉ ጉዕዞ ጼሮም እሞ ንመን ክሕሾ ንዓና ንካልእ ሰብ ነቲ ካልእ ኤርትራዊ ንመጻኢ ወለዶ ክብሉ እዚ ኩሉ ኣሕሊፎም ማለት እዩ ንሕናኸ ኣብ ስደት ዘለና ንዓና ክጥዕመና ንውልቅናን ንስድራናን ኢልና ኢና ተሰዲድና ንሃገር ኢሉ ተሰደደ ሰብ የለን ከም ሓቂ ክንዛረብ እንድሕር ኮይና ኣብ ስደት መፂና ግን እቲ ሓቦ ናይ ኤርትራዊ ዝበዝሐ ኤርትራዊ ሃገሩ ኣይርስዕን እዩ ብዓቕሙ ሃገረ ይብል እዩ ማለት እዩ ሕጂ ከቢድ ሓላፍነት ኣለና ብዓብኡ ናይ ነብስና እንድሕር ናይ ስድራና ካብኡ ከዓ ናይ ሃገርና ማለት እዩ እዚ ግን ንኩላህና ብማዕረ ብማዕረ ኣይጸልወናን እዩ ዋላ ኣብ ስደት እውን እቲ መነባብሮና ካብ ይፈላለ እዩ ገለ ካብ ደሓን ርኹብ ስድራ ተሰዲዶም ስለ ዝመፁ ኣብ ስደት መጺኦም ውን ኣይተጸገሙን ምኽንያቱ ድሕሪኦም ዝገደፍዎ ዝእለ ስድራ ስለ ዘይብሎም ስድርኦም ርኹባት ስለ ዝኾኑ መጺኦም ጉዳይ ትምህርቶምን ጉዳይ ቢዝነሶምን ጌሮም ኣብ ዝሓሸ መነባብሮ ዝነብሩ ኣለዉ ገሊኡ ኸኣ ካብ ስኡን ስድራ ተሰዲዱ ዝሓሸ ዝሓዞ ንስድራ ድዩ ክብል ትምህርቲ ክኸይድ ዕድል ኣይረኸብን ወይ ህይወቱ ከመሓይሽ ኣይ ዕድል ኣይረኸበን ማለት እዩ እዚ ግን እሱ ብዘየገድስ ናይ ኩነታት ከከም ኩነታት እያ ሂወት ከከም ዝመስለካን ከከም ዝተዕመካን ከከም ዓቕምኻን ከዓ ንነብር ኣለና ኣብ ስደት ማለት ስለዚ ግን ብሓፂሩ እንታይ ክብል ደልየ ማዕረ ኣይኮናን ንነብር ኣብ ስደት እቲ መናብሮ ነንበይኑ እዩ ገሊኣ ከዓ ፋሕተርተር ኢላ ኩሉ ተፀሚማ ኣብ ሂወታ ደማሓየሸትካ ኣላ ግን ጥዕናናከ ከመይ ኣሎ ኣብ ጥዕና እንድሕር መጺኻ ማዕረ ኣይጸልወካን እዩ ዋላት ናይ ጥዕና ንበዓል ምክንያቱ እቲ እቲ ጾር ከቢድ ጾር ተሰኪሙ ዝኸይድን ናይ ብዙሕ ናይ ዓዲ ዘሎ ስድራን ናይ ኣብዚ ዘሎ ስድራን ዝሓስብን እቲ ናይ ነብሱ ጥራሕ ብውሽጢ ደሸግሮ ዘይብሉ ብዛዕባ መናብሮ ጥራሕ ዝነብርን ሓደ ኣይኮነን። ምክንያቱ እቶም ዓቕሚ ዘለዎም ሰባት ዝያዳ ግዜ ኣለዎም ንነብሶም ክኣልዩ ይኣልዮም ከዓ ነብሶም። እቲ ትሑት ዓቕሚ ድሩት ዓቕሚ ዘለዎ ሰብ ግን ነዊሕ ሰዓታት ይሰርሕ፣ ከቢድ ስራሕ ይሰርሕ፣ ኣዝዩ ኣድካሚ ሃላኺ ዝኾነ እዚ ስለ ዝኾነ ከዓኒ ኣብቲ ስድራ ጽልዋ ኣለዎ ዋላ ኣብ ደቅኻ ዋላ ኣብ ኩሉ መናብሮኻ ማለት እዩ ግን እዚ ክንብል እንከለና ብዓቕምና ንግዴና ጥራሕ ኣነ ዓቕሚ የብለይን ኢልካ ምስ ትመሳል ወይ ከዓ ሞራልካ ምውዳቕ ዘይኮነ ኣነ ብዓቕመይ እንታይ ክገብር እኽእል ነብሰይ ክኣልለኒ ምኽንያቱ ኣነ እውን ካብቶም ዝእለዩ ክእለዩ ዘለዎም ሓደ ስለ ዝኾንኩ ወይ ሓንቲ ስለ ዝኾንኩ ኢልና ነተ ነብስና ማዕረ ማዕረ እቲ ክንኣልዮ ንደሊ ስድራ ሓላፍነት ሃገራዊ ሓላፍነት ማዕረ ማዕሪኡ እንኮላይ ንነብስና ጥዕናና ክንሓስብ ክንክእል ኣለና በሃሊት እየ ምክንያቱ ንነብስና እንድሕር ደይኣለና ንካልእ ክንከውን ስለ ዘይንክእል ምክንያቱ መብዛሕትኡ ግዜ ደንጉዩ እዩ ዝርዳእና ዋላ ካባይ ጀሚርካ ማለት እዩ ንነብስካ ትርስዓ ኢካ ጥራሕ ከመይ ገይረ ስኡን ስድራ ይሕግዝ ዋላ ሓጊዝካ እውን ኣብ ተብፅሖም ነገር ኣብ ተብፅሖም የብልካን ምክንያቱ እኩል ዓቅሚ ስለ ዘየለ ግን ኣትሊስት ብኣእምሮካ ይሰርቀካ እዩ እቲ ግዜኻን ሓይልኻን ይሰርቀካ እዩ እቲ ሓሳብ ንባዕሉ ኣብ ገለ ደረጃ ምስ በጻሕካ ግን ወረባሚ ትብል ንነብሰይ ከደኣ ንኸዓ ክሓስበላ ኣለኒ ኢልካ ክትሓስብ ግድን ይኾነካ ማለት እዩ ስለዚ ሓደ ካብቲ ክንገብሮ ዘለና ከዓ ጥዕናና ክነውሕስ ብዝተኻእለ መጠን ጥዕናና ክንሕሉ ክንክእል ኣለና ብኸመይ ንዝብል ሕቶ እታ ንሕና ክንገብራ ንኽእል ክንገብራ ኣለና ዜርካ ዜርካ ኣብ ኣለው ብዙሓት ክኢላታት ናይ ሕክምና ዓው ኢሎም ዝዛረቡ ኣድቮኬት ሳሎን ኣባላልዓና ክመሓየሽ ኣለዎ ጥዕናና ክመሓየሽ ኣለዎ ዝብሉ ማለት እዩ ሕጂ ሳቶም ገሊኦም ፉድ ኢዝ ሜዲሲን ይብሉ ሚኒን ምግቢ መድሃኒት እዩ ገሊኦም ከዓኒ
ገሊኦም ከዓ የዋዋቲ ኢት ዝብል ኣሎ ከዓኒ ንስኻስ እቶም ትበልዖም ነገራት ኢኻ ይብሉ ማለት እዩ ዝተፈላለዩ መገዲ እዮም ዝገልፅዎ ስለዚ ሓቅነት ኣለዎ እዚ ዘረባ እዚ ሓያል ዘረባ እዩ ምግቢ መድሃኒት ከም ዝኾነ ንፈልጥ ጽቡቅ ጌርና ንፈልጥ ኢና ሕጂ ብምንታይ ትራዲሽናል ዊስዶም ምናልባት ትራዲሽናል ዊስዶም ትራዲሽናል እንታይ ዝበሃላዊ ዊስዶም እንታይ ይበሃል ብትግርኛ ባህላዊ ምኽሪ መይበካለ ድሓን ኣሮመኒ ክሳዕ እታ ናይ ብሓቂ ቃል ዝፈልጣ ምኽሪ ወይ ከዓ ብልሒ ክብሎ ኣይክእልን እየ ግን ካብ ባህሊቱ ውርሻ ማለት እዩ ውርሻ ከምዚ ውሕሉል ውርሻ ክብሎ እየ ድሓኒ ከምኡ ዝወረስካዮ ማለት እዩ ኣብቲ ዓንቲ ወይ ዝገልፆ ዝነበርኩ ስድራና ባዕሎም ዝዘርእዎ እኽሊ ባዕሎም ዝሓረስዎ እዮም ዝበልዑ ነይሮም ዝምገቡ ኣብ ገዛ ከዓ ባዕለን ዝሰርሐኦ በዓል ኣዴታትና ሕጂ ዊነው ኤግዛክትሊ እንታይ ንበልዕ ከም ዝነበርና ኣብ መግብና እንታይ እንታይ ከም ዘለዎ ንፈለጥ ሕዚ ሕጂ እዚ እቲ ውሕሉል ባህላዊ ውርሻ ንብሎ ማለት እዩ ንሕና ክንዕቅቦ ዘለና ወይ ክንምለሶ ኣለና ኢለ ዝዛረበሉ ማለት እዩ ምናልባት ብሰፊሑ ካልእ ግዜ ክንዕልል ንኽእል ሕጂ እንዳተንቀሳቀስኩ ክዛረብ ስለ ዘለኹ ምናልባት ድምፀይ እውን ኣይ ፅቡቅ ኣይስማዕነሉ ብዝኾነ ግን ሓደ ንሱ ማለት እዩ። ካልኣይ ኣብዚ እዋን እዚ ንበልዖም ዘለና ምግብታት እንታይ ኣለዎም ንሕና ባዕልና ኣይንሰርሖም ኢና ዘለና ዋላ እቲ ገዛ ንሰርሖ ኢና ንብሎ ስሩሕ ካብ ዕሹግ ነገር ኢና ናብ ገዛ መፂና ንሰርሖ ዘለና ማለት እዩ ሕጂ ኣብቲ ተዓሽጉ ዝመፀ ምግቢ ኢንግሪዳንት ሌቨል እቲ እንታይ እንታይ ከም ዘለዎ ዝነግረካ ኣሎ ንዕኡ ኣንብቦ ምናልባት ሙሉእ ብሙሉእ ይርድኦ እየ ክብል ኣይክእልን እየ ሓደ ብካልእ ቋንቋ እዩ ካልኣይ እውን እቶም ናይ ምግቢ ካምፓኒታት ኮነ ኢሎም እቲ ቃላት ዝጥቀሙ ኣብቲ ኣስማት ናይቲ ኢንግሪዲያንት ከምዚ ኮድድ እዩ ኩሉ ሰብ ትፈልጦ ኣይኮነን ጥራሕ ንሶም ሕጊ ስለ ዘገድዶም ሊስት ክገብርዎ ስለ ዘለዎም ጥራሕ እዮም ሊስት ዝገብርዎ እምበር እንታይ እዩ እቲ ኣብኡ ዘሎ እኽሊ ብጀካ ተን ቀንዲ ንኣብነት ባኒ ኣብ ዓድና ሰለስተ ኢንግሪዲያንት ሰለስተ ቅመማት እዩ ዝስራሕ ኣትሊስት እቲ ባህላዊ ባኒ ወይ ቅጫ ወይ እንጀራ ማለት እዩ እንጀራ ማይን እኽልን እያ ካልእ ዋላ ሓንቲ ትሕወሳን እያ ቅጫ ከዓ ጨው ትሕወሳ ማለት እዩ ካልእ እንድሕር ምናልባት ባህላዊ ክብሎ ኣይክእልን እየ እቲ ሕምባሻ ዳሕራይ ድሒሩ ዝመፀ ኣብ ሕምባሻ ፎርኖ ንብሎ ነይሩ ሕጂ ዝከረ ንቆሎ እና ሕጂ እውን ኣሎ ዝያዳ ከማን ሕጂ ተጋኒኑ እሱ ሽኮር ዘይቲ ይኣትዎ እዩ ባህላዊ ሕምባሻ ኣይኮነን ንሱ ንዑ ባህላዊ ክትብሎ ኣይትኽእልን ኢኻ ምክንያቱ ባህላዊ ስለ ዘይኮነ ብኣንፃሩ ከዓኒ ኣብ ደገ ዘሎ ካብኡ ንላዕሊ ቅመማት ኣብ ሓንቲ ባኒ እዚ ቅድሚ ዳርጋ ዓሰርተ ክልተ ዓመት ኣቢለ ዝተምሃርኮ ኣብ ናይ ኒትሪሽን ኮርስ ማለት እዩ ኣብ ሓንቲ ባኒ ልዕሊ ኣርባዓን ሸውዓተን ቀመማት እንታይ ከም ዝኾኑ ዘይንፈልጦም ኣለዎ ሕጂ ኩሉ ግዜ ንባኒስ እንታይ እንታይ ዓይነት እንታይ ኣድልይዎ ደኣ ነዚ ኢለ ኣነ ይሓትት ንካልኦት ስለ ዝርእዮ ዝነበርኩ ብምንታይ ከም ዝስራሕ ባኒ ሕምባሻ ስለ ዝፈልጥ ቅጫ ስለ ዝፈልጥ ኣትሊስት ብከምኡ መስለኒ ነይሩ ማለት እዩ ዳሓረይ ግን ኣነ ካብኡ ንኔው ካብ ደገ ዝተገዘእ ባኒ በሊዐ ኣይፈልጥን ምክንያቱ ፈራሕ ነድዩ ኣድሃም ዝበሃል ፈሪሐ እንታይ እዩ ትካልእ ዘለዉ እንታይ ንምንታይ ነዚ በልዐ ኣለኹ ዘይፈልጦ ነገር ኢለ ካብ ባኒ ምግዛእ ገዲፈዮ ማለት እዩ ሕጂ እዚ ከዓ ዝኾነ ኤርትራዊ ብቐሊሉ ክገብሮ ዝኽእል እዩ ምክንያቱ ኣብ ገዝና ባዕልና እኒና ንሰርሕ ኣዴታትና ዋላ ኣብ ደገ መፂና ሕምባሻ ባዕልና ንሰርሕ ኢና ስለዚ ባና ክንሰርሓሉ ዘይንኽእል ምክንያት እንታይ ኣሎ እሳ እኳ እታ እታ ኣሰራርሓ ንሳ እዩ ዋላ ሓንቲ እቲ ቅርፂ ጥራሕ ዝቕየር ቅርፅኻ ከም ድሌትካ ሰርሖ ትኽእል ኢኻ ካልኣይ እታ ኣብ ዓድና ዲ ንጥቀመሉ ዝነበርና ሕሩጭ እቲ ናይ ካልእ ካልእ ግዜ ክመፀ ኣብታ ናይ ኣብቲ ናይ ካምፕለክስ ካርቦሃይድሬት ከተኩር እየ ማለት እዩ ካርቦሃይድሬት ከዓኒ ኩሉ ካብ እኽሊ ዝመፅ እዩ ሽኮር ዘለዎ ነገር ካርቦሃይድሬት ይበሃል ሕጂ እኽሊ ካርቦሃይድሬት እዩ ዝኾነ ብዘየገድስ እንታይ ዓይነት እኽሊ እዩ ስገም ድዩ ስርናይ ድዩ መሸላ ድዩ ጣፍ ድዩ ብዘየገድስ ኢትስ ካርቦሃይድሬት ፕሮቲን ከኣ ቁሩብ ኣለዎ ማለት እዩ ሕጂ እቲ እኽሊ ኣብ ዓድና እታ እኽሊ ከምታ ዘላታ እያ እኽሊ ተጣሒና ሓርሽ ትኸውን ካብኣ ከዓ ባኒ ትስራሕ ኣብዚ ዓዲ ግን ፎርቲፋይድ ኮይኑ እዩ እቲ መብዛሕትኡ ሕርጭ ንገዝኦ እቲ መይን ኒትሪንት ናቱ ብፍላይ እቲ ፃዕዳ ሕምባሻ ንሕና ኩላና ሕጂ ንፈትዎ ዘለና መብዛሕትኡ ሰብ ፀሊም እኽሊ ክበላ ኣይደልይን እዩ ፃዕዳ ጣፍ ፅቡቕ ፃዕዳ ሕምባሻ እንዳበልካ ኩሉ ፃዕዳ ፅቡቕ ጌርና ኢና ንወስዶ ማለት እዩ ግን ሓደ ነገር ክንጥንቀቐሉ ዘለና ፊኖ ኣዝዩ ሓደገኛ እዩ እንድሕር ብብዝሒ በሊዕካዮ ማለት እዩ እታ ፊኖ ሓንቲ ኣካል ናይቲ ስርናይ ኢና ንበልዕ ዘለና which is እታ ዝኸፍአት ኣካል ናይ ስርናይ ስርናይ ሰለስተ ክስታይ ኣለዎ layers layers እንታይ ይበሃል ብትግርኛ ከምዚ ተጸፍጸፈ ኣስካላ I don't think that's the right word ግን ሰለስተ layers ኣለዎ ኣብቲ ኣብ ውሽጢ እታ ጀርምስ ትበሃል እቲ ኣነ ቀንዲ ኣድላይት ዝኾነት ኒትሪሽን መኣዛ ዘለዋ እሳላ ማለት እዩ ድሕሪኡ እቲ ፃዕዳ ኣሎ መሸፈኒ እቲ ካርቦሃይድሬት ውጭ ዝበዝሐ ንሱ እዩ ድሓር መሸፈኒ ናቱ ከዓኒ እቲ ፋይበር ኣሎ ማለት እዩ ቨሪ ኢምፖርታንት እዚ ፊኖ ንበልዖ ዘለና እቲ ፋይበር የብሉን እንደገና እቲ ጀርምስ ከዓ የለን ኣብኡ ንሕና ንበልዕ ዘለና ሽኮር ብሽኮር ኣብኣ ከላ ማለት እዩ ንዕኡ ከዓ እንታይ ንውስኸሉ ኣለና ሽኮርን ዘይትን ንውስኸሉ ኣዝዩ ሓደገኛ ዝኾነ ማለት እዩ እዚ ኣብ ደገ ጥራሕ ዘይኮነ ዋላ ኣብ ዓዲ ዘሎ ህዝቢ ከማን ንዕኡ ዝያዳ እዩ ደዘውትር ዘሎ ማለት እዩ ሕጂ ብዘይፍላጥ እንተጌርካዮ ካልእ ሕቶ እዩ ሕጂ ነቲ ደይ ብዘይፍላጥ ዝገብሮ ዘሎ ጥራሕ እዩ ዝሓበሬታ እዚ ክጠቅም ዝኽእል እቲ እንዳፈለጠ ዝገብሮ ዘሎ ዋላ ሓንቲ ክትብሎ ኣይትኽእልን ኢኻ ጥረ ሓደ መዓልቲ ባዕልና ተመሊስና ንነብስና ንሕተታ ስለምንታይ ነብስና ንሃስ ዘለና ኢልና ንሕተት ግን ኣብ ዓድና ሕጂ ቀደም ሽኮርያ ትሰምዕ ኢኻ ሽኮርያ ልክስቶ ዋላ ኣቦይ ነይርዎ ሕጂ ኣነ ዝከረኒ ኣቦይ ሽኮርያ ነይራቶ ግን ምስታይ ቦን ምስ ምግቢ ዘተሓሕዝ ኣይነበሮ እናተ ሽኮርያ ማለት እዩ ሕጂ ደሎ ታይቱ ሽኮርያ ታይቱ ኣዝዩ ምስ ምግቢ ዝተኣሳሰረ ኣባላልዓ ማለት እዩ ምስ ርጉዲ ካልእ ተወሰኽቲ ሕማማት ሕጂ ዝዝውተሩ ዘለዉ ከዓኒ ብዝሒ ደም ብብዝሒ ሕጂ ብዝሒ ደም ዘለዎ ህዝቢ እንዳበዝሐ ይኸይድ ኣሎ ካልእ ናይ ካልእ ከዓ ናይ ስብሒ ሃይ ኮለስትሮም እዚ እውን ሓደ ዓብዪ ፀገም እንዳመፀ ዝኸይድ ኣሎ ማለት እዩ ሕጂ ርጉዲ ንባዕሉ ኣበየናይ ኣካልካ ኢኻ ትፀሮ ዘለኻ ዓብ ግደ ኣለዎ ሕጂ ኣብ ከባቢ ኣብ ከብድኻ እንድሕር ደኣ ተኣኪቡ ስብሒ እታ ዝኸፍአት ጸገም ንሳ እያ ብሰለስቲኤን ነተን ሕማማት ተቃላዕካ ንብዝሒ ደም ሽኮርያ ሃይ ኮለስትሮል እዚኤን ሰለስቲኤን እንድሕር ኣለናኻ ንካንሰር ከዓ የቃላዕካ ንኩሉ ንሕማም ልቢ ንካንሰር የቃላዕካ ማለት እዩ ስለዚ እቲ ዝተኣሳሰረ እዩ ተኣሳሰሪ ከም ዝኾነ ክንፈልጥ ክንክእል ኣለና ማለት እዩ። ሕጂ እንድሕር ደኣ ንሓዲኡ ጠጠው ከተብል ኮንካ ነቲ ጠንቂ ነቲ ሕማም እንድሕር ደኣ ክትቃለሶ ኮንካ ሓደ ቅድሚ ምምፅኡ ኣፍልጦ ኣትዋይ ሕጂ ብንኣሽተኦም እንድሕር ቆልዑት ካብቲ ጥዕናዊ ምግቢ ካብ ንእሽቶም እንተለሚዶሞ እቲ ሕማም ኣይመፆምን እዩ ብዙ ሓደ ኣትሊስቲ ከደንግይዎ ይኽእሉ፣ ከካናኽንዎ ከጥፍእዎ ይኽእሉ፣ ከድክምዎ ይኽእሉ እዮም ማለት እዩ። እንድሕር ደኣ ንነዊሕ ዓመታት ካብ ቆልዓ ሒዝካ ክሳብ ትዓቢ ሕማቕ ምግቢ ክትበልዕ እንተፀኒሕካ ኩሉ ግዜ ንክትገድፎ ይፅግመካ እዩ ማለት እዩ። ገለ ሰባት ግን ኣዝዮም ሓያላት ሰባት ኣለዉ ነዚ ምስ ትምህርቲ ኖለጅ ኢዝ ፓወር ኣፍልጦ ሓይሊ ከም ዝኾነ ኩሉ ሰብ ይፈልጥ እዩ ግን ኣፍልጦ ምስ ቀሰሙ ሂወተ የገድሰኒ ኢሎም ኮምፕሊት ልተሓሳስቦኦም ቀይሮም ሂወቶም ቀይሮም ኣብ ዝሓሸ ደረጃ ተረኪቦም ሲ ንካልኦት ሰባት ኣብነት ዝኾኑን ዝምህሩን ኣለዎ ማለት እዩ ስለዚ ንሕና ከዓ ኣብነት ክንከውን ምእንቲ መጀመርያ ጥዕናና ከነውሕስ ክንክእል ኣለና በሃሊት እየ። ኣነ ደጊመ ክብሎ ዝደሊ ናይ ሕክምና ክኢላ ኣይኮንኩን፣ ግን ብመጠኑ ብናተይ ድሌት ተገዳስነት ወይ ወኒ ከም ወኒ ግን ነዚ ስርሐ ኢለ ግዜ የጥፋእ እየ። ምንባብ ሪሰርች ምግባር ተመሳሳሊ ሕጂ ዋላ እቲ ሓበሬታ ንባዕሉ እንዳተቐየረ እዩ ዝኸይድ ከምቲ ዓንተዊ ዝብሎ ዝነበርኩ ሪሰርች ብቐጻሊ ስለ ዝግበር ወይ ሓድሽ ሕማማት ክረኣዩ ከለዉ ወይ እ፣ ወይ እውን ሓደስቲ እ፣ ምግብታት ክመፁ ከለዉ ኩሉ ግዜ እቲ ጠንቂ እንታይ እዩ እንታይ ከ ክግበር ይኽእል ይከኣል እንዳበልካ ሪሰርቸርስ ስታዲ ይግበር እዩ ምክንያቱ ኣብ ሙሉ ዓለም እቲ ቀንዲ ፀገም ኮይኑ ዘሎ ሕጂ ናይ ጥዕና እዘን ዝተጠቐሳ ክሮኒክ እልነስ ዝበሃላ ንሕዱር ሕማም ኣዝዩ ኣዝዩ ንብዙሕ ሰብ የጥቅዕ ኣሎ ጥራሕ ዘይኮነ ዋላ እውን ንክትፍውሶ ኣዝዩ ክብሪ እቲ ሪሶርስ እቲ ሪሶርስ ካብቲ ካልእ ክንገብሮ ዝግባኣና ይወስዶ ስለ ዘሎ ኣዝዩ ካብ ዓቕሙ ንላዕሊ ዋላ ነቲ ሜዲካል ኢንዱስትሪ ንባዕሉ ካብ ዓቕሙ ንላዕሊ ኮይ እንዳኾነ ይኸይዳ ስለ ዘሎ ናይ እዚ ፍታሕ ክግበረሉ ኣለዎ እንዳበሉ ዝካትዑ ግዱሳት ናይ ሕክምና ክኢላታት ኣለዉ ብኣንጻሩ ከዓ እቶም ካብዚ ዝኸስቡ ካብቲ ናይ ሕማም ናይ ሰብ ዝኸስቡ ንኣብነት ናይ መድሃኒት ሰራሕቲ እንተ ደኣ ጥዕኻ መድሃኒቶም መን ክገዝኣሎም ስለዚ ንሳቶም ክትሓምም ብቐጻሊ እንኳ ደኣ እንድሕር ደኣ ሓሚምካ ኣንጊህካ ወይ ብንእሽተኻ እንድሕር ደኣ ሓሚምካ ምሉእ ዕድሜኻ ካባኻ ክኸስቡ ይኽእሉ ማለት እዩ ምክንያቱ ምሉእ ዕድሜኻ መድሃኒት ክትገዝእ ስለ ዘለካ ኣብ ግዜ እርጋንካ እንድሕር ደኣ ሓሚምካ ግን ንነዊሕ ግዜ ስለ ዘይጸንሕ ብድሕሪኡ መኽሰብ ክኸስቡ ኣይክእሉን እዮም ስለዚ ብዙሕ ሰብ እንተሓሚሙ ብዙሕ መኽሰብ ይንዓኣቶም ማለት እዩ እዚ ክኸውን እንተ ኮይኑ ኣንጻር ማን እቲ ኣቨረጅ ናይ ሕብረተሰብ ከዓኒ እቲ ኣቨረጅ ፋሚሊ ወይ ስድራ ኣብ ሕብረተሰብ ዘሎ ከዓኒ ዓቕሙ ኣዝዩ ትሑት ስለ ዝኾነ ብንዋት ንዋታዊ ዓቕሙ ትሑት ስለ ዝኾነ ነዞም ሓያላት ትዕብየተኛታት ገንዘብ ዘለዎም ኣብ ትሕቲ ኣንደር መርሲ ኣብ ትሕቲ ክስታዮም እዩ ዘሎ ማለት እዩ ተደልዮም ድሌቶም ክገብሩካ ይኽእሉ ግን ናይ ብዙሓት ውፅዓት ኣፍልጦ ተኣኪቡ ሓይሊ ክኸውን ይኽእል እዩ ሓይሊ ኮይኑ ነቲ ዓብሊልዎ ደሎ ትፃወጦ ደሎ ሓይሊ ንዕኡ ቻለንጅ ክገብሮ ወይ ክብድሆ ዓቕሚ ኣለዎ ኢሎም ዝኣምኑ ብዝያዳ ክኢላታት ካባይ ንላዕሊ ዝፈልጡ ኣለዉ ማለት እዩ ኣነ እውን ይኣምን እየ ርሑቕ ከይከድና ከዓ ኢና ህዝቢ ኤርትራውያን ምስ ታሪኽና ከነተሓሓዞ ንኽእል ኢና ዓቕሚ ኣብ ልዕሊ ትዕቢት ንዝወረሶም ገዛእትና ኣላሽ ኣቢልናዮም ብሓቦን ብኒሕን ክንድናቶም ዓቕሚ ክንድናቶም ብዝሒ ዘይብልና ክነስና ኣላሽ ኣቢልናዮም ስለምንታይ እምነት ራኢ ስለ ዝነበረና ክኸውን ከም ዝኽእል ከዓ ስለ ንፈልጥ ማለት እዩ እዚ ከዓ እዚ ናይ ሕጂ ኣብዚ ምዕቡል ዓለም እንዳተንቀሳቀሰ ገና ዓቕሚ ታሕቲ እዩ ደሎ ግን እቲ ተበግሶ ኣሎ ማለት እዩ ነዚ ክቃለስ ተበገሰ ዓቕሚ ኣሎ እዚ ንእሽተይ ወለዶ ንኩሉ ብሓባር ብጥዕና ክነብረሉ ዝኽእል መገዲ ህዝቢ ጠንቂ ናይቲ ሕማማት እንድሕር ደኣ ተለልዩ እዩ እቲ ብድሕሪኡ እቲ ፍታሕ ክርከብ ዝኽእል ማለት እዩ ጠንቁ እንድሕር ደኣ ዘይዳህሰስካዮ ነቲ ጠንቁ እንድሕር ደኣ ተዓቢጡ ንብዙሕ ዓመት ዓቢጦሞ ዝነበሩ ሕጂ እንዳተቓልዐ ይኸይድ ኣሎ ማለት እዩ ካብኡ ንናብኡ ማዕርነት ዘይምህላው እዩ እቲ ማዕርነት ኣብ ዝኾነ ነገር ማዕረ ኣክሰስ ኢኳል ኣክሰስ ሪሶርስስ እንድሕር ማዕረ ክፍሊት ናይ ጻማኻ ናይ ስራሕካ ዝተሓተ ደሞዝ ዘለዎ ሰብን ምስቲ ዝለዓለ ዝወስድ ሰብ እቶም ሓደ ሚእቲ ሰራሕተኛታት ትሑት ደሞዝ ዝተቆጸሩ ሓደ እቲ ላዕሊ ዘሎ ሓላፊ ብዕጽፍታት እናተኸፈለ ንዕኦም የዕብልሎም ማለት እዩ ንሱ ይውንኑ ሓይሊ የብሎምን ንሳቶም ከም ብዝሒ ጥራሕ እዮም ብዙሓት ሰባት ደለኹ እምበር ግን እቲ መክሰብ እቲ ሰራሕተኛ ኣብቲ ላዕሊ ኮይኑ ነቲኦም ብውሕድ ደሞዝ እናሰርሐ ዝዕብልሎም ደሎ ብዘይቶም ትሕትኡ ዘለዉ ሰባት ዋላ ሓንቲ ክገብር ዓቕሚ የብሉን ግን እቶም ኣብቲ ታሕቲ ዝሰርሑ ዘለዉ ሰባት ከዓኒ ዓቕሞም እቲ ዓቕሞም ኣዝዩ ድሩት ስለ ዝኾነ ኸዓ ሓይሊ ኣይረኽቡን ፍርሒ ኣሎ ካብኡ ድኸፍእ ከይመጻካ እታ ንእሽተይ ከይትስእና ብዝብል ፍርሒ ኣብኡ ተደኪኖም ይነብሩ ካብ ወለዶ ናብ ወለዶ ከዓ እቲ ድኽነትን እቲ ጭንቀትን እቲ ጥዕና ምስኣንን ናይ ኣእምሮ ናይ ጸቕጢ ኣካላዊ ድኻማት ኩሉ ተሓዋዊሱ ነቲ ድኽነት ካብ ወለዶ ናብ ወለዶ ይሰጋገር እቲኦም ውሑዳት ኣብቲ ላዕሊ ዘለዉ ከዓ እቲ ሃፍቲ ካብ ወለዶ ናብ ወለዶኦም ንበይኖም ይሕዝዎ ማለት እዩ ሕጂ ኣብኡ እቲ ፀገም ዘሎ ሕጂ ብሓፈሽኡ ክንሪኦ ከለና ግን ኣብታ ናይ ንሕና ንኽእላ ንሕና ክንገብራ ንኽእል ኣብ ነብሲ ወከፍና ጥዕናና ንሕርዳ ኣውሒስና በታ ንኽእላ እታ ትከኣለና ንሕና በብንእሽተይ ዓቕምና ንዕኦም ንብድሆም ኣለና ማለት እዩ ነቶም ሓያላት ኢና ዝብሉ ንሓይሎም ከነድክሞ እምቢ ንመግዛእቲ ኢሉ ህዝቢ ኤርትራ ደም እንዳጣዕሞ እንዳተሳቐየን እንዳተጨፍጨፈን ኢዶ ኣይሃብን ኣብ ጥዕናኻ ልክዕኹም እዩ ኢና ኸዓ ዝከኣለና ኣብዚ ዓለም ነበርቲ ኣይኮናን ክሳብታ ዘለናያ እዋን ግን እንታይ ዓይነት ህይወት ንነብር ኣለና ንዝብል ሕቶ እሳ እታ ቐንዲ ክንምልሳ ዘለና ካልእ እንታይ ኣበርክቶ ጌርና ናብቲ ናብቲ ጥዕና ናይ ጥዕናዊ ፀገም ንብሎ ዘለና ኣበርክቶ ናህና ከም ውልቀ ሰባት እንታይ እዩ ኢልና ክንሓትት ክንክእል ኣለና ንሕዳ ጥዕናና ተቐይሩ እንድሕር ደኣ ኣብ ዝሓሸ ኩነታት ሃሊና ፅቡቕ ሓደ ነገር ፅቡቕ ዝገብርና ኣሎ ማለት እዩ እንድሕር ደኣ ኣብቲ ዝኸፍአ ኩነታት ኣለና ከዓኒ እንታይ እዩ እቲ ጠንቂ ኢልና ክንሓትት ክንክእል ኣለና። ሕጂ ሓንቲ ክላበዋ ዝደሊ ኣብ ዝሓሸ ኩነታት እንድሕር ደኣ ሃሊና ንኻልኦት ከኣ ኣብ ዝሓሸ ኩነታት ንክህልው ኣብነት ኮይና ክንተባብዕን ክንምህርን ይላበው ማለት እዩ። ስለዚ እዚኣ ክንደይ ገይረ ኣብዚ ኣይ ቲንክ ኦልሞስት ሰዓት ዳርጋ ቀሪበ ኣለኹ ውጭ ዝገል ብጣዕሚ ፅቡቅ ጉዕዞ ነይሩ ጥዑም እዩ እዚ ሓደ ካብቲ ኣነ ዝፈትዎ ካልኣይ ፓርክ ናብ ገዛይ ቀረባ ዝኾነ ማለት እዩ ሓደ ፓርክ ጥቃ ገዛይ ኣሎ ሓደ ፓርክ ከዓ ጥቃ ስርሐይ እዚ ስራሕ ክኸይድ እንከለኹ ኣብቲ ጥቃ ስርሐይ ዘሎ ይኸይድ ናብ ገዛ ኣብ ዕረፍቲ ዝኾንኩሉ እዋን ከዓ ናብዚ ጥቃይ ዘሎ ይመፅእ ማለት እዩ ስለዚ ኣብ ዝኾነ እዚ ሓደ ካብቲ ንሕና ክንገብሮ ንኽእል ንጥዕናና ናይ ምውሓስ ተኽእሎ ዘለዎ ልምዲ ከነጥሪ ይላቦም ማለት እዩ ሕጂ ብዚ ሓደ ግዜ ኣብዚ ኮፍ ይብል መፅሓፍ ሒዘ መፅኤ ወይ ከዓ ለሚጎ መፅሓፍ ሒዘ ይመፅእ ኣብዚ ኮፍ ኢለ የንብብ ማለት እዩ ሓንሳብ ሓንሳብ ከዓ ጉዕዘየ ወዲኤ ንገዛ ይኸይድ ካልእ ናብራ ይገብር ሕጂ እዚኣ ኣነ ናይ ኣርባዕተ ማይል የኸይደ ማለት እዩ ኣይትንክስ ብዛዕባ ክሳብ ሓሙሽተ ሽዱሽተ ኪሎ ሜትር መስለኒ ሽዱሽተ ኪሎ ሜትር ይኸውን እዩ እዚኣ እታ ዝሓፀረት ጉዕዞ እያ እቲ ዝነዊሕ ኣነ ሓድሓደ ግዜ ናይ ሸሞንተ ማይልስ ኣይ ቲንክ ኣባውት ቴን ቱ ትወልቭ ኪሎ ሜትር ማለት እዩ ንሎማዓልቲ ዳርጋ ኣቕሪበ ኣለኹ ኣይ ቲንክ ሜይቢ ፊፍቲን ኦር ትወኒ ሚኒትስ ተሪፋኒ ኣላ ናብታ ቦታ ኔው ርሑቕ እትርእይዎ ዘለኹም ናብኡ እየ ዝኾለል ዘለኹ ሕጂ እዚ ብምልኡ ኮሊለዮ መፅእ ግን እንዳተዛረብካ ልክዕ ከምዚ ምስ መሓዝተይ እንዳዓለልኩ ዝኸይድ ዘለኹ እዩ ኮይኑ ዝስምዓኒ ዘሎ እቲ ግዜ ከዓ ይኸደልካ ከምኡ እውን ንኸተንፍስ ይሕግዘኒ ስቕ ኢልካ ክትከይድ እንከለኻን እንዳተዛረብካ ልዕል ኢልካ ክትከይድ እንከለኻን ፍሉይ እዩ ማለት እዩ ሕጂ እዚ ከዓኒ ታባባዓኩም ክሉ ተስፋ ገብር ኣትሊስት ቁሩብ ተመሊስካ ክትሓትት ፕላስ እዩ እዚ ገሊኦም ሰባት ናይ ናይ ፒክኒክ ናይ ትምህርቲ ይመፁ ገሊኦም ናይ ፋሚሊ በርዝደይስ ዘለዎም ዝኾነ ኢቨንትስ ኣብዚ ይመፁ ከምኡ ኣብ ግዜ ኮሮና ከምኡ ንገብር ነርና ኣብ ፓርክ መፂና ገደር ተኣኪብና ብሓንሳብ ቡና ሻሂና ንሰቲ ነርና ኢንፋክት ብድሕሪኡ እየ ብዝያዳ ከምኣ ነዚ ሃይክ ምግባር ለሚደዮ ከም ናተይ መዓልታዊ ሂወተይ እንዳኾነ መፅዩ ሕጂ ዋላ ቁሪ ከሎ ኣይገድፎን እየ ስነኡ በረድ እንድሕር ሃልዩ ጥራሕ እዩ ዘፀግም እምበር ቁሪ ዋላ ሓንቲ ፀገም ኣይኮነን ጃኬትካ ተኸዲንካ ኢንፋክት ብጣዕሚ ጥዑም እዩ ኣብ ግዜ ወሪ ከይድ እንከለኻ ሂት ንመብዛሕትኡ ሰብ ሃሩር ዘይክእል ኣሎ ቁሪ ዘይፃወር ኣሎ ኣነ ቁሪ ብዙሕ ኣይፃወርን እየ ግን ኣይፍራሕንን እዩ ሃሩር ኣዝዩ እንተበርቲዑ ናይ ፀሓይ ሳንበርን ከምኡ ፀገም ኣለኒ ፀሓይ ቀልጢፉ እዩ ዘንድደኒ ንዓይ ሕጂ ቁሩብ ጠንቀቕ ክብል ደለ እቲ ሃሩር ዘይኮነስ እቲ ፀሓይ ሰንሰቲቪቲ ኣለኒ ስለዚ ንምንታይ ኣነ ከዓ ነዚ መንሽን ገይረዮ ምክንያቱ ኩላህና ነናይ ገዛእ ርእስና ክስታይ ስለ ዘለና ማለት እዩ ታሎሬንስ ሕጂ እስኹም ከዓ እታ ንዓኹም ትጥዕመኩም መገዲ ከከም ኩነታትኩም ኩነታትክን ጌርክን ኣብ እቲ ንስኹም ካምፍትብል ትኾንሉ ኣብዚ ከዓ ብቦት ተኻርዮም ካብዘን ካያክስ እንጆይ ይገብሩ ኣለዉ ከምዝትሪእዎ እዚኣ እኳ እቲ ኣይፈለጥን እየ ብዙሕ እንጆይ ኣይገብሮን እየ

ፒፕል ኣር ፕራውድሊ እንታይ እያ ትዛረብ ዘላ ናይ መን ቋንቋ ንገሊኦም ካልኣይ ግዜ እየ ዝረኽቦም ዘሎ ምክንያት ኩላና ንኮለጅ ስለ ዘለና ማለት እዩ ኣብዚ ስርክል ትገብር ስለ ዘለኻ ገሊኦም ኣዝዮም ከምዚ ሕውሳት እዮም ሰላም ውብልኻ ይስሕቁኻ የተባብዑኻ ገሊኦም ከዓ ይቅየሎ ኢልካ ደስ ኣይብሎምን እዩ ማለት በት ኣይ ኣንደርስታንድ እዚ ግን ፓብሊክ ፓርክ እዩ ናይ ኩሉ ሰብ ስለ ዝኾነ ዋላ ሓደ ኣይእውተካን እዩ ከም ድሌትካ ኢኻ ንኩልካ ሓደ እዩ ዝብፅሓካ ማለት እዩ ምክንያቱ ንኸፍለሉ ኢና ብተዘዋዋሪ መገዲ ካብቲ ደሞዝና ዝቑረፅ እቲ መንግስቲ ዝወስዶ ነዝን ወዲ ከምዝን ንፓብሊክ ፕሌስ ፓብሊክ ፓርክ ሓደ ናህና ካብቲ መሰልና ብገንዘብና ዝስርሕን ዝተሰርሐን ብገንዘብና ከዓ እንታይ ድበሃል ስስተይን ዝግበር ሜንቴን ድግበር ስለ ዝኾነ ንኩላና ሓደ ይብፅሐና ኣብዚ ፓርክ መፂና ድሌትና ክንገብር መሰል ከም ዘለና ንፈልጥ ኣለና ብዘየገድስ ኣበየናይ ዓዲ ንነብር ፓብሊክ ፕሌስ ሚንስ ኢትስ ንኩሉ ሰብ ማዕረ ዝብጽሖ ቦታ ማለት እዩ ኦፍ ኮርስ እቲ ሓላፍነትካ ክትፈልጥ ኣለካ ፓብሊክ ፕሌስ ስለ ዝኾነ ኣብ ዝኾነ ጓሓፍ እንዳደርበኻ ዲስሪስፔክት ክትገብሮ የብልካን ከምኡውን ናይ በይንኻ ክመስለካ የብሉን ነቶም ከማኻ ኣብዚ ድዛወር ደለዉ ከዓ ቦታኦምን ክብሮምን ክትሕልወሎም ኣለካ ማለት እዩ ስለዚ እዚኣ ክንፈልጣ ዘለና ምስ ኣልግብ ኣቢለ ክላቦ ከም ክስታይ መፅያን ሕጂ ኒሕና ከም ሕብረተሰብ ኣብ ከምዚ ዓይነት ንፓብሊክ ፕሌስ ክንከይድ እንከለና ድምፂ ብዙሕ ምግባር ንኻልእ ሰብ ምርባሽ ቁሩብ ቁጥብ ክንብል ኣለና ምክንያቱ ገለገለ ሰባት እልል ሕጂ ዝከረኒ ሓደ ግዜ ናይ ግራጅዌሽን መመረቕታ ሃይስኩል ናይ ኤርትራውያን ኬድና ኣብኡ ብዙሕ ኤርትራዊ ነይሩ ማለት እዩ ሕጂ መጠንቀቕታ ሂቦም ድምፂ ብዙሕ ኣይትግበሩ ድምፂ ናይቶም ኣስማቶም ክፅዋዕ እንከሎ ናይቶም ተማሃሮ ስድረኦም ምእንቲ ሰምዕዎም ሲ ድምፂ ምግባር ኣይፍቀድን እዩ ይብሉ ማለት እዩ ሕጂ እዚ እንዳፈለጥና ክነስና ስም ናይቶም ኤርትራውያን ምስ ተፀውዐ ብዕልልታ እዘን ኣንስቲ ነዚ ቦታ ኣናዊፀንኦ ማለት እዩ ሕጂ ንሳቶም ግደፉ ተበሉ ማን ክሰምዖም ኣዚኻ ከምዚ ሓደ ሓደ ግዜ ትሓፍር ኢኻ ማለት እዩ ምኽንያቱ ክብሪ ናይ ካልኦት ስለ ትዝንጥል ዘለኻ ሕጂ እቶም ካልኦት ስድራ ደቆም ክጽውዑ ከለዉ እቲ ስማት ከይሰምዕዎ ሓሊፍዎም ማለት እዩ ምስ ወጻና እንደገና ኣብቲ ቦታ ኣብቲ ኣፍ ደገ ኩሉ ሰብ ነንሕድሕዱ ንሰላም እንዳተበኻኸለ ጓዕ ሓጎሰኩም ኢሎም እንዳተሰዓሙ ከለዉ ከምኡ ከዓ መሊሶም ከዓ ብዕልልታ ከዓ ነዛ ኣፍ ደገ ጨዲደና ኣብኡ ሕጂ ብዙሓት ኣሜሪካውያን ደጭበርበሩ ነይሮም ኣብዚኣ ከዓ ኣይቃወሙ ንዕኦም ክትቃወሙ ኣይትኽእልን ኢኻ ኣዝየ ኣነ ከምዚ ዝሓፈርክሉ እዋን ነይሩ ተበልኩ ግናን ኣይኮነን ብዙሕ ግዜ ብህዝብኻ ትኾርዕ እንዲኻ በቲ ሓደ ክልተ ሰባት ከምዚ ሓላፍነት ዝጎደሎ ነገር ክገብሩ ከለዉ ከዓ ቅሩብ ትስከፍ ማለት ስለዚ ኣብ ፓብሊክ ፕሌስ ክንህሉ ከለና ኩሉ ግዜ እቲ መሰልናን ሓላፍነትናን ማዕረ ማዕረ ከም ዝኸይድ ክንፈልጥ ክንክእል ኣለና ሓደ ካብቲ ጥዑይ ሂወት ጥዕና ዘለዎ ሂወት ዝበሃል ከዓ ንሱ እዩ ሓደ ካብኡ ንሱ እዩ ማለት እዩ ጥዕና ናይ ነብስኻን ናይ ሕብረተሰብካን ናይ ከባቢኻ እቲ ክብሪ ንሰብ ምሃብ እሱ ንባዕሉ ንዓኻ ኣብ ቅሳነት ዝህበካ ነገር ትገብር ኮሪዕኻ ክሳድካ ነፊሕካ ትኸደሉ ኩነታት ከዓ ይፈጥረልካ ማለት እዩ መሰለዩ ትብል ትኾንካ ሓላፍነትካ ከዓ ትፈልጥ ኣለካ ኢለ ኣብዚ መዝጋጣሚ ክላቦ ይደሊ እዚ ንኩላህና ማዕረ ከም ዝበፅሓና ፈሊጥና ነዚ ፓርክ ንኩላህና ከዓ ሓላፍነትና ከዓ ከነኽብሮን ነቲ ኩሉ ምሳና ዝመጽእ ዘሎ ዝጥቀመሉ ዘሎ ሰብ ከዓ ማዕረ ማዕሪኡ ከነኽብሮን ኣብዚ ገፀይ ከዓ ከብል ከነኽብሮን ተግባራትና ድምፅና ንቋፃፀር ተግባራትና ኩሉ ከዓኒ ክብሪ ምክብባር ዝተሓወሶ ንኩሉ ሕብረተሰብ ከነብል ኣለና። ምጥንቃቅ ኣብዚ